የሱስ ጎይታ እዩ ኣሜን ስ- አ፣ ቢሱ ሓፍትና ፕሬዝ ጋድ ካልእ እንታይ ይብል ኣለኹ ካልእ ረብሓ ናይ ትሕትና ድማ እግዚኣብሔር ንትሑታት የናግፎም እዩ። ንገርህታት የናግፎም እዩ። ምንጋፍ እግዚኣብሔር ትርኢ። እዚ ድማ ኣብ መዝሙር 149 ካብ ፍቕዲ ርባዕተ ትሒዝኩም ተቢብኩሞ ትረኽቦ ኢኹም። ከምኡ ድማ ቅልጥፍ ቅልጥፍ ክብል እግዚኣብሔር ንስኻ ዓሪፍካ እንከለኻ ትሑት ሰብ እንተ ደኣ ኾንካ እግዚኣብሔር ይዋጋኣልካ። እግዚኣብሄር ይዋጋኣልካ ኣብ መጽሓፍ ቅዱስ ነቶም ትሑታት እግዚኣብሄር ክዋጋኣሎም ከሎ ንርኢ ኣብነት ጎይታናን መድሓን የሱስ ክርስቶስ ኣዝዩ ትሑት ካብ ምንባር ዝተላዕለ እንተ ዝደሊ ኢሉ ዓሰርተ ሓደ ሌጌዎን ካብ ሰማይ መጽእ ነይሮም ኢሉ ንረድኤተይ ንዓይ ንምንጋፍ ዓሰርተ ሓደ ክፍለ ሰራዊት ሌጌዎን ስለዚ ትሑት ብምዃንካ እንተደኣኒ ሰባት ትሕትናኻ መዝሚዞም ክጎድእኻ መጺኦም ካብ ሰማይ ወዲ ኣምላኽ እዩ ዝመዓድ ናይ እግዚኣብሔር ቃል ክዝንግረና እንከሎ ንትሑት ሰብ ክጎድእ ዝመጽእ ትዕቢተኛ እዩ እግዚኣብሔር ድማ ንዕቡያት ይመዓቶም ይድብል ይመዓቶም ድብል ቃል እንታይ ማለት እዩ ብቁጥዓ ይትንስኦም ይድብል ስለዚ ትሑት ሰብ ክትርኢ እንከለኹም ፍርሁ ትሑት ሰብ ክትርኢ እንከለኻ ኣኽብሮ። ትሑት ሰብ ክትርኢ እንከለኻ ኣዒንትኻ ኣይተፍጥጠሉ። ወዲ ኣምላኽ ብኽብሪ ምስኡ እዩ ዘሎ። እቲ ልዑል ማእታን ከይቁጥዓካ ንትሑታት ኣኽብሮም። መጽሓፍ ቅዱስ ኣይድብለና ደሎ ትሑት እንተ ደኣ ኮይኑ እግዚኣብሔር ካብ ሰማይ ካብ ኣርያም እዒንቲ ኩሉ ግዜ ምስኤን ብኽብሪ መሓደሩ ገይርዎ ኣብኡ እዩ ዝነብር ንዕኡ ዝትንክፍ ድማ ብሌን ዓይኒ እግዚኣብሔር እዩ ዝትንክፍ ስለዚ ትሑታት ኩሉ ግዜ ክፍርሁ ኣለዎም ምናልባት ዘፍርሕ ማንነት ደይክልዎም ይኽእል እዩ ምክንያቱ ኣዝዮም ትሑታት ስለ ዝኾኑ የግዳ ረኣዩ ቁጣዕ እግዚኣብሔር ኣባኻትኩም ኣማይን ከይግለጽ ንትሑታት ኣዚና ሪስፔክት ክንገብሮም ይግባና እዚ ጽሑፍ እዚ ኣብ መዝሙረ ዳዊት ሓምሳን ሓሙሽተን ዓሰርተ ትሽዓተ ከምኡ ድማ ኣብ መዝሙር ሚእትን ዓሰርተን ፍቕዲ ሓደ ትረኽብዎ ማለት እዩ ካልእ ናይ መበል ዓሰርተ ክልተ በፂሐ ኣለኹ ዕጋበት ዘለዎ ህይወት ትነብር ትሑት ሰብ ዕግብ ድበለ ህይወት እዩ ዝነብር እዚ ድማ ኣብ መዝሙር ዕስራን ክልተን ፍቕዲ ዕስራን ሽዱሽተን ትረኽብዎ ካልእ ትሑት ሰብ ሰላሙ መሊኡ ይውሕስ ዕጋበት ደለዎ ህይወት ሰላም ደለዎ ህይወት ነብር ማለት መበል ዓሰርተ ሰለስተ ይብላ ኣለኹ ሰላምካ መሊኡ ይውሕስ እዚ ድማ መዝሙር ሰላሳን ሸውዓተን ፍቕዲ ዓሰርተ ሓደ የሱስ ክርስቶስ ጎይታን እምበዓረይ ረብሓ ትሕትና ካብ ረኣኹ ብቐሊሉ እኳ ነቲ ረብሓ ኢልና የደልና እንተ ደኣ ገምጢልኩምዎ ናይ ትዕቢተኛታት ውጽኢት እዩ ድኸውን። ምኽንያቱ መጽሓፍ ቅዱስ ክምህረና እንከሎ ጎይታናን መድሓንን የሱስ ክርስቶስ ብምትሓቶ መጠን እግዚኣብሔር ከመይ ከም ዘኽበሮ ትርኢኹም። ተሓለፈ ሰሙን ካብቲ ሓደ ዝሃብኩም ትርጉም እንታይ ነይሩ? ትሕትና ብስፕሪንግ ክንምስሎ ንኽእል ኢና ወይ ድማ ጃምፒንግ ካስትል ናይ ደቅና ከይዶም ዝፃወትሉ ማለት እዩ። ኣብቲ ጃምፒንግ ካስትል ብመጠን ክብደትካ ንታሕቲ ጽቒጥካ ዝወርድካ፣ እቲ ስፕሪንግ ድማ ንላዕሊ ሊፍት ኣፕ ይገብረካ። This is the principle of Christianity ኣብ ክርስትና ብመጠን ዝተሓትካዮ ልዕል ትብል። ኣነ ከምዚ ዝብል ምርዳእ ኣለኒ፣ እዚ ሎሚ በጺሕካዮ ሎሚ በጺሕክዮ ዘለኺ ደረጃ ደረጃ ትሕትናኺ እዩ፣ ደረጃ ትሕትናኻ እዩ።

ሓደ ሓደ ግዜ እዋእ እሞ ኣነ ትሕት ኢለ ልዕልና ኣምላኽ ኣብ ህይወተይ ዘይረኣኹ ትብሉ ሰባት ተደኣ ሃሊኹም ኮንኩም ምናልባት ትሕትና ይፍተን እዩ ጎይታናን መድሓኒናን የሱስ ክርስቶስ ናይ ሓደ ሰከንድ ስራሕ ናይ ሓደ መዓልቲ ስራሕ ኣይኮነን ናይ ሰላሳን ሰለስተን ዓመትን ፈረቓን እሞ ከዓኒ ብዙሕ ገድልን ብዙሕ መስዋእትን ዝሓደተ ክብረት እዩ ስለዚ ሓደ ሓደ ግዜ ከምዚ ማይክሮዌቭ ሂወት ወይ ድማ ፖፕኮርን ሂወት ዶ ክብሎ እንታይ ንሕና ኣምላኽ ቁማር ኣይፃወትን እዩ ትሕትና ክንለብሶ ሂወትና ክኸውን ዳኣ እምበር ማእታን ክልዕል ኢለ ኣነ ኣይትሕትን እዩ ምንም እኳ እቲ ረብሓ እሱ ምዃኑ ርዱእ እንተኾነ ግን ምስ ኣምላኽ ቁማር ክፃወት ኢለ ከምዚ ሃብ እሞ ክትወሃብ ታዳኣኒ ሚእቲ ቅርሺ ሂብካ ንቤት ኣምላኽ ኣምላኽ ሽሕ ክገብረልካ እዩ ኖእ ኣምላኽ ቁማር ኣይጻወትን እዩ ሚእቲ ረኪስካ ሽሕ ክትበልዕ ምስ ኣምላኽ እዚ ኣይሰርሕን እዩ እዚ ቅዲ ህይወትካ ኮይኑ ክትገብሮ እዩ ደልየካ ኣምላኽ ፍቕሪ ክንለብሶ ትሕትና ክንለብሶ እቶም ትሽዓተ ፍረ መንፈስ ክንለብሶም ደኣ እምበር ንብረትና ክኾኑ ገንዘብና ክኾኑ መንበሪና ክኾኑ ደኣ እምበር ምእንቲ ቲትፎርታት ምእንቲ ገለ ረብሓ ኢልና ክንገብሮም ናወይ እዚ ካባና የርሕቅ ካባኺ ይርሕቁ ሓፍተይ ግን እቲ ፕሪንሲፕል ግን እሱ ደቂ መዛሙርቱ ምሽ ኣብ መንጎኦም ዓቢ ባእሲ ኮይኑ ዝሓለፈ ነጊረኩም ነይረ ዓቢ ማእሲ ምስ ተፈጠረ መን ይዓቢ ነይሩ የሱስ ክርስቶስ ሰለስተ ዓመትን ፈረቓን ኣሰልጢንዎም ንመስቀል ናኸደ ከሎ መን ዓቢ ነይሩ ትቅድል ጎይታ ከምዚ ኢልዎም ኣብ ኣህዛብ ኢልዎም ካልእ ሲስተም እዩ ዝሰርሕ ረኣዩኒ ኣነ በልፅ ኣነ እንተ ሸይምኩሙኒ ከምዝን ከምዝን ክገብረልኩም እየ ድብል መብፅዓ እዩ ብፕሮሚስ እዮም እሳቶም እንታይ ድገብሩ ዝነግሱ ኣባኻትኩም ግን ከምኡ ይኮነን ቅድም ተርኢ ኣሰይ ሃለሉያ ኣብ ዓለም እንታይ ይብል ኣለኹ ፕሮሚስ እዩ መብዛሕቶም ኣብ ናይ ኣሜሪካን ፕረዚደንት ዝተገበረ ሪሰርች ሓደ ግዜ ይሰምዖ ነይረ ካብቲ ዝኣተውዎ ፕሮሚስ ሓምሳ ሚእታዊት ኣይገብርዎን እዮም ናብ ስልጣን ንክመፁ ዝገብርዎ ጎስጓስ ወይ ድማ ካምፔይን ኣዝዩ ብዙሕ እዩ ምክንያቱ ሰብ ስልጣን ህርፋን ስለ ደለዎ ነቲ ሰብ ኣፉ ማይ ከም ድመልኦ ገይሮም እንታይ ይገብርዎ ካምፔይን ይገብሩ ከምዚ ክገብረልካ እየ ከምዚ ክገብረልክ ጥራሕ ምረፅኒ ጥራሕ ምረፀኒ ኣነ እንተ ነጊሰካ ኦኦ ታሪኽካ ክልወጥ ኢሎም ካምፐይን ይገብሩ። የሱስ ግን ከምኡ ኣይኮነን። ኣባኻትኩም ግን እዚ ፕሪንሲፕል እዚ ወይ እዚ ቅዲ ህይወት እዚ ኣይሰርሕን እዩ፣ ኣባኻትኩም ዝሰርሕ ግን ኢልዎም። ኣባኻትኩም ዝሰርሕ ግን መጀመርያ የርኢ። ኣሜን ዶ ዋው ሃሌሉያ ሳኪንቶር ፓኩዶዘቪንታ መጀመርያ ትሑት ምዃኑ የርኢ። እቲ ርእሲ ኩልኻትኩም ክኸውን ዝደሊ ምድላዩ ሓጢኣት ኣይኮነን ኢሉ ግን እንታይ ግበር ኢሉ ባርያ ኩላትኩም ኮይኑ የርኢ ኢሉ እዚዩ ኣባይ ዝሰርሕ ኢሉ ምክንያቱ የሱስ ክርስቶስ ኣነ ኢሉ ምስ በዓሉ ኣነ ጎይታን መምህርን ክንሰይ ኢሉ ጎይታን መምህርን ክንሰይ ብርግፅ ከምኡ እዮም ኢሎሞ ጎይታን መምህርን እዩ ኣነ ጎይታን መምህርን ክንሰይን እግረ መንገደይ መዐቀኒ ይድሞም ደሎ መዐየር ይድሞም ደሎ ማይ ለቨል ኢዝ ብሎም ኣሎ ናተይ ደረጃ ጎይታን መምህርን እዩ እታ መምህር ትብል ኣዶና እያ ትብል ወይ ድማ ሎድ ባሳታ ጎይታ ትብል ሶሪ ኩሉ ዝኽእል ኣምላኽ ግን እንታይ ገይረ ኢሉ ኣእጋርኩም ሓፂበ ድንን ኢለ ነቲ ረሳሕ ድኾነ ነቲ ድጨኑ ዓሳ ዓሳ ድጨኑ ሓመድ ሓመድ ድጨኑ እግርኹም ሓፂበዮ ምልክት ትሕትኑ እዩ የሱስ ድማ ብለና ምሽ ያብ ምዕራፍ 13 ዮሃንስ ወንጌል ኣንብብዎ ኢኹም እንታይ ይብለና ድግድግ ተዓጢቑ እዩ ድብለና ተንበርኪኹ እጋድ መን እጋድ ደቂ መዛሙርት እቶም ስጋውያን ንሓድሕዶም ዝባልዑ ንሓድሕዶም ዝባእሱ ዝነብሩ ደቂ መዛሙርቱ ይሓፅዩ እዚ እንታይ ኢልዎም ትሕትና እዚ ምህሮ ይኹንኩም ኢልዎም ካብ ደረጃኹም ወሪድኩም ግበርዎ ስለዚ ኣሕዋተይ እንታይ እየ ድብል ደለኹ ኣምላኽ የልዕል እዩ ግን ቁማር ክንፃወት ኦኬ ትሕት ክብል እሞ እስኪ ረኣየኒ ሕጂ ኣነ ከምኡ ስለ ድፈልጥ ብዙሕ ከምኡ ስለ ድፈልጥ ሓደ ናይ ኣምላኽ ሰብ ኣሎ ብዙሕ መፅሓፍቲ ዝፅሕፍ ዳርጋ ኩሉ መፅሓፍቱ ኢትዮጵያ ከይደ ከለኹ ሒዘ መፅኤ ኣብቲ መፅሓፉ ሓደ ዘገርም ነገር ኣሎ እሱ ድማ እንታይ እዩ ንእሽተይ ክዛረብ ወድሓነ ዓብ ናይ ኣምላኽ ሰብ እግዚኣብሔር ማይትል እዩ ዝጥቀመሉ ልዕሊ ሰለስተ ሚት ቸርችስ ኣለዎ እና እግዚኣብሔር ዘኽበሮ ሰብ እዩ ርእሱ ለዋረደ ርእሱ ለተሓተ ኣዝዩ ዝተማሃረ ሰብ ኣዝዩ ስልጡን ኣዝዩ ብዙሕ ነገር ግን ኩሉ ገዲፉ ንኣምላኽ ከገልግል ርእሱ ለዋረደ ሰብ ነይሩ እና ኣብቲ መጀመርያ ናይ ኣገልግሎት ዘመኑ ብዙሕ ተገፊዑ ብዙሕ ብዙሕ ሜዲካል ዶክተር እዩ ነይሩ ብዙሕ ተገፊዑ ማለት እዩ ድሓር ግን ዘመን ክብረት መፅሉ ማለት ኮይኑ ቆፂሩ ስለ ዝኣተወ ማለት እዩ ድሓር ግን ድብል ኣብቲ መፅሓፉ ማለት እዩ ሓብቶም ካብቶም መገላግልተይ ዝነበሩ ዘይንቡር ዝኾነ ትሕትና የርእየኒ ኢሉ ኣነ ስጋዕ ድግረም ዘይንቡር ትሕትና የርእየኒ ብጣዕሚ ካብቲ ዝገብረለይሲ በቃ ዘይንቡር ዝኾነ ነገር እዩ ዝገብር ኢሉ ትሕትንኡ በቃ ኣነ ንሓደ ሓደ ግዜ ዋሪስ ይብል ይስንብድ ኢሉ ሕልፍ ሓሊፍዎስ ንኤርፖርት ክኸይድ ከለኹ ኣቐዲሙ ሻንጣይ ሒዙ ከይዱ ቸክኢን ገይሩ ተመሊሱ መፅኡ ንዓይ ወስደኒ ኢሉ ዘገርም በቃ ኣብ ገዛይ ኣብ ቤተይ ዝገብሮ ብሉ ድሓር ግን እግዚኣብሄር ናይ ኦርዲኔሽን ግዜ ነይሩ ኦርደይን ክገብር ኣምላኽ ምስ ተዛረበኒ እቲ ቸርቺ ኣነ ናብ ካልኦት ሃዋርያዊ ዕዮ ክዓይ ኢለ ናብ ካልእ ክኸይድ እንከለኹ ኦርደይን ገብር ኢለ ምስ መጻኹ እግዚኣብሄር ብዛዕባኡ ተዛረበንን ስለዚ ምንም ሽመት ኣይሃብክዎን ኢሉ ኣብ ቸርች ኣገልጋሊ እዩ ኣነ ግን ምንም ኣይኮን ልክዕ ካብታ መዓልቲ እቲኣ ናምበር ዋን ፀላእየይ ስጋዕ ሞድ ፀላእኒ ኮይኑ ስለይ ኣብ ሜድያ እዚ ደይበሃል ፀርፍን ዘረባን ይዛረብ ኢሉ ብዛዕባይ ዝዛረቡ መቑፀሪ ዘይብሉ ክፉእ ድሓር ብዙሕ ጎዲእኒ ብዙሕ በኸ ኢሉ ምክንያቱ ውሽጠይን ውሻጠይን ይፈልጥ ስለ ዝነበረ ግን ብዙሕ ከኣ ተማሂረ ኢሉ። እዚ ሰብ እዚ እዚ ኩሉ ዘይግሩም ዘይንቡር ትሕትና ዘርኢ ዝነበረ ገለ ሃንቀውታ ነይርዎ፣ ገለ ድሌት ነይርዎ። ስለዚ ኣምላኽ ድማ ልቡ ስለ ዝረኣየ ብጣዕሚ ዘሕዝን እና እንታይ ክብል ደሊዐ ትሕት ክንብል ከለናስ ናብራና ኮይኑ ደኣ ንትሓት ኣሜን ቅዲ ህይወትና ኮይኑ ኣምላኽ ባህሪኡ ስለ ዝኾነ ንሕና ድማ ባህሪ ኣምላኽ ክንለብስ ስለ ድግብኣና በቃ ባህርና ክኸውን ኢልና እንታይ ህይወትካ ስለ ዝኾነ ናብራኻ ስለ ዝኾነ ኣብ ሰማይ ሽልማ ስለ ዝሆ ኣምላኽ ግን ልብን ኮላሊትን ስለ ድፍትሽ ሪኢኹም ኣለኹም እዚ ኩሉ ዝገበሮ ንሱ ስልጣን ደልዩ ወይ ድማ ሽመት ደልዩ ነይሩ ኣምላኽ ግን እንትፍ ኢልዎ ምክንያቱ ብቕኑዕ ሓቀና ስለ ዘይገበሩ ስለዚ እንታይ ክብል ደልየ ኣሓተይ ኣሕዋተይ ማእታን ልዕል ክብል ኢለ ልዕሊ ኩሎም ክኸውን ደልየ ኣለኹ ኦኬ ስለዚ ልዕሎም ክኸውን ማእታን ኢለ ኣነ ባርያ ኩሉ በቃ ባርነተይ ደርኢ ባርነተይ እንድሕር ደኣ ደሪኤኩም ሃልየ ኮይነ ሰማይ ከዓ ቁማር ኣይፃወትኒ ኣይፃወትን ኣይመሓቕ ምሳኻ ብለካ ስለዚ ቅዲ ህይወተይ ክኸውን ናብራይ ክኸውን ንክርስቶስ ክመስል፣ መኣዛ ክርስቶስ ክሸትት፣ ሰባት ምስ ረኣዩኒ ልቦም ክትንከፍ፣ ብምኽንያተይ ናብ ጎይታ ክመጹ። ፌክ እኮ ፌክ እኮ እዩ፣ ኣርተፍሻል እኮ ኣርተፍሻል እዩ፣ ንግዚኡ ጥራይ እኮ እዩ። ኣርተፍሻል ወርቂ ርኢኹም ኣለኹም ምሽ እዘን ሓትና ክገብሮ ከለዋ ወይ ድማ እተርእኹሞ በቃ ዝተወሰነ ግዜ ብልጭልጭልጭልጭ ይብል ፀሓይን ንፋስን ዝናብን ምስ ሃረሙ ከዓኒ ይፍስም ማለት እዩ ወይ ይምርት ጀንዊን እንተደኣ ኮይኑ ግን እናተኾለዐ እዩ ድመጽእ ድደበለ ይመስለካ እሞኒ ሕፅብ ከተብሎ ከለኻ ውልዕ ዕብል ስለዚ እናሓደረ ዝውላዕ እናፀንሐ ዝውላዕ መፅሓፍ ቅዱስ ከምኡ ድብል ካብ መዓልቲ ናብ መዓልቲ ናብ ምስሊ ኣረኣይኡ ንለወጥ እዩ ድብለና ስለዚ ቅዲ ህይወትና ኮይኑ ክንትሕት ከለና ኣሰይ ክንደይ ጥዕም ወደ ክንደይ ፅብቅ ትረዲሁን ኣርተፍሻል ትሕትና ግን ትንክፍ ከብሉኻ ከለዉ ሽዑኡ ልክዕ ቆፉ ከም እተተንከፈ ንህቢ ዊው ዊው ዊው ንህቢ ክናኸስ ኢሉ ኣይመጽእን እዩ ናቹራሊ ንህቢ ክናኸስ ኢሉ መጽእ ኣንን እንዳ ሓሞይ ሕርሻ ስለ ዝነበሩ ሓደ ሓደ ግዜ ክሕግዞም ኢለ ከይ ነይረ ንህቢ ማዕሪ ብርብር ነይረ ምስኣታቶም ማለት እዩ እና ንህቢ ክነክሰካ ኢሉ ኣይመፅን እዩ ቆፉኡ እንተደኣ ተንኪፍካዮ እንተደኣ ተጓድዩ ካልኣይ ድማ እንተደኣ ኣንቆራ ፈልዩ ኣብ ውሽጡ ሰላም እንድሕር ደይብሉ ጥራሕ እዩ ዝናኸስ ስለዚ ትሑታት ንመስል ፅቡቕ ባህር ደለና ንመስል ስጋዕ እንትንክፍ ጥራሕ ተደኣ ኮይኑ ከነማዕብሎ ድግባእና ነገር ኣሎ እዚ ምናልባት ኣርተፊሻል ዝለበስናዮ ልብሲ ካይከውን ስለዚ ሓተይን ኣሕዋተይን ምስ ግዜ ኣንጻር እንታይ ድብል ደለኹ ትሕትና ሂወትና ኮይኑ ንልበሶ እግዚኣብሔር ይመስገን ካልእ ግን ኣብዚኣ ዓስቢ ትሕትና ካብ ረኣኹ ዓስቢ ትዕቢት ክርኢ ደስ ብለኒ ነዘን ዓሰርተ ወርባዕተ ዝኾና ዓሰርተ ሰለስተ ዝነገርኩኹም ተገልቢጥኩምወን ኣብ ትዕቢት ሰርሓ ማለት እዩ ኣምን ብመጠን ዝተሓትካያ ትልዕል ወይ ድማ እግዚኣብሄር ልዕል ኣብለካ ትብል ያው ትዋረድ ተቀይርኩማ ዓስቢ ትዕቢ ትኮን ጥበበኛ ትኮን ድብል ዓሻ ትኸውን ማለት እዩ ትህብትም ትብልፅግ ትባረክ ድብል ደሎ ትደኪ ትምንምን ትዋረድ ትጓሓፍ ማለት እዩ ሕስኩምን ኣሎ ሂወት ትረክብ ዝብል ደሎ ውርደት ሞት ቃንዛ ጓሂ ሓዘን ንኾነልካ ማለት እዩ ትኸብር ድብል ደሎ በቃ ትዋረድ ማለት እዩ እግዚኣብሔር ኣባኻ ደስ ኢሉ ወይ ሓድር ትብለላ እግዚኣብሔር ፈንፊንካ ከይድ ንትዕቢተኛ ሰብ እግዚኣብሔር ፈንፊኑ ወይ ድኸ ኣብ መንግስተ ሰማይ ዓሰብ ሃብደል ኮነ ኣብ መንግስተ ሰማይ ምናልባት ከምቲ ብሓዊ ሓሊፉ ክንድሕት ትኽእል ትኸውን ግን ምስ ደሓንካ ዓስቢ የብልካን ገለ ኣብነታት ካብ መፅሓፍ ቅዱስ ክትንክፍ ደስ ዝብለኒ ኣብነታት ብትዕቢት ዝወደቁ ኣገልገልትን መናፍስትን ቀዳማይ ሰይጣን ኣብ ኢሳይያስ ምዕራፍ 14 ንሲኦል ተደርበ የብለና መጽሓፍ ቅዱስ ንሲኦል ተደርበ መንጸፉ ገሃነም ኮነ ብለና ሓሙኽሽቲ ገበርኩኻ ድራኢኻ ኩላቶም ክስሕቁልካ ብለና ካበይ ካብ ሰማየ ሰማያት ንቁልቁል መቸም ክንታ ተዓበኻያ ኢኻ ትድርበ ሰይጣን ረኣዩ ትዕቢቱ ተወጢሩ ስለ ዝነበረ ንኣዳም እውን ትፈልጢኹም ክዕብዮም ዝሓሰበ ከም ኣምላኽ ክትከውን ኢኻ ንዕኡ ደይሰለጠቶስ ከመይ ገይራ ንኣዳም ክሰልጦ ኣዳም ወይ ኣዳም ከዓ ከም ኣምላኽ ክኸውን ዕንቱ ክኽፈት ፃሕ ኢሉ ወዲቑ ማለት እዩ። ንዓና ድማ ንኹላትና ንውድቀት ምኽንያት ኮይነና እቲ ያው ድኾነ የሱስ እቲ ሸውዓተ ግዜ ንታሕቲ ዝወረደ ግና ሒዝና ደይቡ ኣሜን ዶ ው ሃሌሉያ ሲሞኖ ካባ ኒበራቲምቤ ፕሬዝ ጋድ ስለዚ ኤፌሶን ክዛረብ ከሎ ሲ በቃ ምርኮ ማረኸ ብለና ኣምላኽ መስገን

ፍቕዲ ሸሞንተ እየ ደለኹ ማለት እዩ። እዚ ደየበ ዝብል ግና ናብቲ መዓሙቕ ክፍሊ ምድሪ እውን ምውራዱ እንተዘይኮይኑስ እንታይ ማለት እዩ? እንታይ ማለት እዩ? ወሪዱ እዩ እዚ ደየበ እዩ ድብል ደሎ ትሕት ኢሉ ንታሕቲ ተነቂቱ ወሪዱ ሸውዓተ ግዜ ንታሕቲ ምስ ወረደ ው ሃሌሉያ ሰይ ናይ እግዚኣብሔር ቃል ደስ ዝብለኒ ውሽጠይ ትንክፍክፍክፍ ኣብሎ እንተሓቲ ምስ ወረደ ሸውዓተ ግዜ እንተሓቲ ምስ ወረደ ዋ ኣብ ልዕሊ ኩሉ ኣስማት ድስምዕ ዓብ ስም ኣርኣሶ ኣለና ኣስማት ደበለ ኩሉ ንስም የሱስ ክርስቶስ ክንብርከኽ የሱስ ክርስቶስ ወዲ ህያው ኣምላኽ ንጉስ ጎይታ ምዃኑ ክውጅ ምናልባት ናይ ቴዎሎጂ ምሁሮ ደኣ እዩ እምበሪ ካብ ኩሎም ኣስማት እዩ ዝብለና እግዚኣብሄር ኩሎም ኣስማት ኣለዎ እግዚኣብሄር ልዕሊ ሰብዓን ክልተን ኣስማት ኣለዎ መፅሓፍ ቅዱስ ትሕዳ ኣፅኒዕኹሞ ካብዞም ሰብዓን ክልተን ኣስማት ንላዕሊ ግን ስም የሱስ ዝለዓለ ስም ኣለዎ መፅሓፍ ቅዱስ ከምኡ ይብለና ስሙ ድማ ቃል ኣምላኽ ይብል ስለዚ ናይ ልዕልና ምስጢር ትሕትና እዩ ንክንልዕል ኢልና ደይኮና ንትሕት ናብራናን ቅዲ ህይወትናን ስለ ድኾነ ግን ንትሕት ኣሕዋት የሱስ ወዲ ኣምላኽ ካልእ ንጉስ ሳኦል እዩ ንጉስ ሳኦል ኣዝዩ ደሕዝነኒ ቀዳማይ ሳሙኤል ምዕራፍ 15 ካብ ከባቢ ፍቕዲ 14 ተንቢብኩሞ ሓደ ቃል ኣሎ ንጉስ ሳኦል ድማ ንኽብሩ ዝኸውን ሓወልቲ ራይ ኣብ ከረን ሃወልቲ ሃወልቲ ሰሪሑ ንስሙ ንክብሩ ድኸውን ካብዚኣ ውድቀት ጀሚራ ናይ ሳዋ ንክብሩ ድኸውን ሃወልቲ ሰሪሑ ወሪዱ ኣብኣ ከዓ ንጉ መንግስቱ ተቀዲዳ ክዳኑ ተቀዲዳ ብጣዕሚ ዘሕዝን መንፈስ ድማ የዋርዶ ነይሩ ብለን ኣነ ካብቶም ኣዝዮም ኣብ መፅሓፍ ቅዱስና ዝሕዝኑኒ ሰባት ንጉስ ሳኦል እዩ ካብቶም ኣዝዮም ዘሕዝኑኒ ሓደ ብጣዕሚ ብጣዕሚ ሂወቱ ብጣዕሚ ናብቶም ደጽነቶም ጠንቆልቲ ከይዱ ከመይ ከም እተጠላቀ እውይ ግን ትዕቢት የዋርድ የዋርድ ካልእ ኣብነት ዝኾነና ነበኩድናጸር እዩ ንጉስ ነበኩድናጸር ብጣዕሚ ዝገርመን መራ ዳንኤል ምዕራፍ ኣርባዕተ ካብ ፍቕዲ ሰላሳ ተንቢብኩሞ እዛ ጽሕፍቲ እዚኣ ጥራሕ ከንብበልኩም ከመይ ከም እተዋረደ ዳንኤል ምዕራፍ ኣርባዕተ ካብ ፍቕዲ ሰላሳ እንተ ኣንቢብኩሞ ዘሕዝን ታሪክ ተንብቡ ፍቕዲ ሰላሳ እንታይ ይብል? እቲ ንጉስ ከኣ እዚኣ እታ ንኽብሪ ግርማይን ንቤተ መንግስተይን ክትከውን ኢለ ብሓይሊ ስልጣነይ ዝሃነጽክዋ ዓባይ ባቢሎንያ ዓባይ ባቢሎንያ ኢሉ ኣወጀ ተዛረበ ይብለና ራዩ እዚ ቃል እዚ ገና ኣብ ኣፉ እንከሎ ብለና እዚ ቃል እዚ ገና ኣብ ኣፍ ንጉስ ከሎ ወንጉስ ነበኩድናፀር ንስኻስ መንግስቲ ካባኻ ከይዳ እያ ይበሃለካ ኣሎ ካብ ሰብ ክትስጎግ ምስ እንስሳ መሮርካ ክትነብር ኢኻ፣ ከም ኣብዑር ከኣ ሳዕሪ ከብልዑኻ እዮም። እቲ ልዑል ኣብ ልዕሊ መንግስቲ ሰብ ከም ዝመልኽ፣ ንዝደለዮ ከኣ ከም ዝህባ ክሳዕ እትፈልጥሲ፣ ሸውዓተ ግዝያትውን ክሓልፋኻ እየን ዝብል ድምጺ ካብ ሰማይ ወረደ ይብለና። እም! ካበይ? ካብ ሰማይ ወሪዱ፣ ሰማይ ተዛሪቡ። እግዚኣብሔር ካብ ሰማይ እዚ ድምፂ እዚ ብነጎዳ ገይሩ ኣስሚዑ ሃሌሉያ ጂሰስ ከምቲ ንየሱስ ተስምዖ ብኡ ዝሰመርኩ ፍቱ ወደይ እዚ እዩ ንዑ ስምዕዎ ድብል ድምፂ ካብ ሰማይ መፅዩ ጴጥሮስ ክምስክር ከሎ ንሕና ሰባት እተጣበብዎ ፅውፅዋ ኣይኮነን ንሕና ኢሉ ኣብቲ ግኑን ግርማ ክብሪ ኣብቲ ኸረን ብኡ ዝሰመርኩም ፍቱ ወደይ እዚ ስምዖ ድብል ድምፂ ክመፅእ እንከሎ ኣብኡ ኔርና ኢና ንሕና ህያውያን ምስክር ኢና ኢሉ ስለዚ ትሕት ክትብል ከለኻ ሰማይ ይዛረብ ይሕዋት ክትዕበ ከለኻ ከዓ ሰማይ ይዛረብ ንውርደትካ ኣሜን ትሕትና ክንለብሶ ድግባኣና ዓብ ምስጢር ኣገልጋሊ ብትሕትኑ ክፍለጥ ኣሎ የሱስ ጎይታ ካልእ ምስ ግዜ ኣንጻር ነበኩድናጽር ኢና በልሻጥር ድበሃል ወዲ ንጉስ ነበኩድናፅር በልሻጥር ናይዚ ድማ ኣብ ዳንኤል ምዕራፍ ሓሙሽተ ካብ ፍቕዲ ዕስራን ክልተን ብኣንኮይ ፓስተር ከባር ኣምላኽ ባርኮ ብዛዕባ እዚ ዳንኤል ሎሚ የለን ንሕና ኢና ዳንኤል ብዝብል ቃል ኣካፊልና ኣምላኽ ባርኽ በልሻጥር ድማ በስቶም መኳንንቱ ምስ በልዐን ምስ ሰተየን እቲ ድግስ ምስ ዓመረሉን እንታይ ይብለና መጽሓፍ ቅዱስ እዚ ኣቦኡ ንጉስ ነበኩድናጸር ካብ ኢየሩሳሌም ደምጾ መሳተያ ወርቂ ኣምጹለይ በለ ብለና መሳተያ ወርቂ ምጽኦም ልክዕ ክሰትሉ ምስ ጀመሩ ናይ ብል ናይ እግዚኣብሔር ቃል ሓደይ ካብ ሰማይ መጽኡ ሃሌሉያ ማካዝደን ተርተፊዳባ መጽኡ ድማኒ ኣብቲ መንደቕ ጸሓፎ ይብለና መኔ መኔ ቴቄል ይፋርስኒ ሒቆ ንጉስ ተፈትሐ ብለና ኣብራኹ ቆራራራራራ በለ ብለን ኣንቀጥቀጠ ልቡ ጠለሞ ቀለጠ ይብለና ንትዕቢተኛ ልክዕ እኮ እዩ ልክዕ ታዋንጫ ክሕዛ እንከሎ ኣሕዋተይ ትዕቢት እግዚኣብሔር ክፃወሮ ዘይክእል ሓጢኣት ይብሎ ኣነ እግዚኣብሔር ካብ ሰማይ ካብ ኣርያም ቅጽበታዊ ምላሽ ዝህበሉ ቅጽበታዊ ምላሽ ዝህበሉ ትዕቢት እዩ ከመይ ትዕቢት ንውድቀት ትቕድማ እዩ ድብለና ገና ተዓቢኻ ከይወዳእኻ ገና ኣብ ልብኻ እንከሎ ውርደት እወጀልካ ካብ ሰማይ ሓደገኛ ሓጢኣት ኣዳም ረኣይዎ ሰይጣን ረኣይዎ ነበጎድናፅር ረኣይዎ በልሻጡር ረኣይዎ ዑዝያ ንጉስ ዑዝያ ምዕራፍ ካልኣይ ዜና መዋዕል ምዕራፍ 16 ካብ 16 ዘንቢብኩሞ ኩሉ ምስ ሰለጠሉ ኩሉ ምስ ፀበቐሉ ዑዝያ መን ከማይ ክብል ጀሚሩ ተደሌኹ ንጉስ ኸውን ተደሌኹ ጀነራል ኸውን ተደሌኹ ካን ኸውን ኢሉ ኣብቶም ኣውራታት ካህናት መፂ ክዓጥን እየ ኢልዎ መን እዩ ዝኽልክለኒ ኣነ ኩሉ ዝሰልጠንን ኩሉ ዝቐንዓለይን ዶ ካይኮንኩ ኢሉ ክዛረብ ጀሚሩ ግደፍ ኢሎሞ በዓል ካህን ኣብያታ ነወይ ኣባኻ ስዒንዋ ልክዕ ፅናሕ ሒዙ ክዓጥን ምስ ኣተወ ብለና ናይ እግዚኣብሔር ቃል ለምፂ ጠብ ግንባሩ ልክዕ ፅናሕ ሒዙ ክኣቱ ከሎ ንትዕቢት ውድቀት ትቅድማ ብጣዕሚ ዘገርም ሃሌሉያ ሃማን ሃማን ዘሕዝን ፍጥረት ነቲ ትሑት ማርዶኳይ ማእለማ ምስ ኣለመሉ፣ ንማርዶኳይ ጥራህ ምጽናት ከም ኣዝዩ ንእሽቶይ ነገር ምስ ረኣዮ፣ ልቡ ብትዕቢት ምስ ተወጠረ፣ ናብ ቤት ንጉስ ክኣቱ እንከሎ ኩሉ ክሰግደለይ ኣለዎ ኣብ ዝበለሉ ሰዓት፣ ትዕቢት ንውድቀት ትቕድማ። ሰባት ኣልዒሎሞ፣ ንጉስ እኮ ኣልዒልዎ ነይሩ፣ ንጉል ንሃማን ወዲ ኣምታይ ልዕል ልዕል ልዕል ኣበሉለ ኣባኻ ተሰቒሉ ስለዚ ሕዋተይ ትሕትና ስልማት እዩ ትዕቢት ከኣኒ ውድቀት ሄሮዶስ ሄሮዶስ ግብረ ሃርት ምዕራፍ ዓሰርተ ክልተ ትፈልጡ ኢኹም ግምጃ ንግስነቱ ተኸዲኑ ንያቆብ ወዲ ነጎዳ ሰዊኡ ህዝብታት ከታዓርቅ ድምፁ ከም ድምፂ ኣምላኽ ገይሩ ተዛረበ ብለና ገና ዘረብኡ ካይወድአ ሓሲኹሞ ተብለን ዘሕዝን መግደራ ስለዚ ሕዋተ ብዛዕባ ትሕትና ብዙሕ ንብሎ ኣለና I think ዝተበልኩ ይኣኽለኒ ዘዳልኽዎ ጽሑፍ ብዙሕ ኣይተወደን ብዙሕ ነጥብታት ኣለኒ ግን ክንደይ ንኻም ፍቓድ ኣምላኽ ልበይ እንተ ከቢድዎ ክውድኦ ክፍትን እየ ኣምላኽ ኣመስገን ለዚ ግን ንኣገልገልቶ ይኸውን እዩ ድብሎ ግን እዚ ትሕት በል ሓወይ ትሕት በል ሓፍተይ ንዓኺ ንዓኻ ክጽብቐልካ ኣብ ምድርን ኣብ ሰማይን ትዕቢተኛ ሰብ ምስ መን እዩ ዝዋጋእ ምስ ኣምላኽ ኣምላኽ እዩ ዝምዓቶም ንብል ሰባት ኣይኮኑን ዝምዓቶም ሰባት ክጽየፉካ ክእሉ እዮም ትዕቢትካ ሪኦም ረዲኹም እንደለኹም ኣነ ኣነ ክትብል ከለኻ መን ከማይ ክትብል ከለኻ ወዲ ኣምላኽ ግን ካብ ሰማይ ካብ ኣርያም ቁጥዑ እዩ ዝገልጽ ምናልባት ከም ብሉይ ኪዳን ሎሚ ካብ ሰማይ ነጎዳ ሓዋ ይመፅእን ይኸውን ካልእ ሚኒስ ግን ኣለዎ ኣምላኽ ካልእ ሚኒስ ኣለዎ ስለዚ ትሕት ንበል ትሕት ኢልና ከኣ ንኣምላኽ ነገልግሎ ኣሜን ደስ ትብለና ሓንቲ ቃል ከምብበልኩም እየ ኣመስጊንና ክንውዲ ኢና የሱስ ክርስቶስ ጎይታ እዩ ወራስታንዲ ላባውዶኮስቲ ሞረቫንቲ ዘመንሃነንትል ኣቨደነ ክረስተን ኣጀንተ ቢዳ የሱስ ወዲ ኣምላኽ ኣሜን ዋው ደስ እዩ ዝብለኒ እግዚኣብሄር ምሳይ ምህላው ባህ እዩ ዝብለኒ እዛ ቃል እዚኣ ኩሉ ሲኣ ትንክፈኒ እብራውያን ምዕራፍ ዓሰርተው ክልተ ካብ ፍቕዲ ዕስራን ሸሞንተን ሓዝዋ ኢኹም ከም መልእክቲ ሓዝኩማ ደስ ትብለኒ እብራውያን ምዕራፍ ዓሰርተው ክልተ ፍቕዲ ዕስራን ሸሞንተን ኣምላኽና ዝባላዕ ሓዊ እዩ ብል ኣምላኽና ዝባላዕ ሓዊ እዩ ስለዚ ንሕና ዘይተንቀጥቅጥ መንግስቲ ዘይተንቀጥቅጥ መንግስቲ እንቕበል ካብ ኮናስ ስብል ንኣምላኽ ብዘሐጉሰ ቅዱስ ምኽባርን ብፍርሃትን እናገልገልና ነመስግን ይብል እቲ ቃል ከም በበየ ጽሑፍ ደጊመ ኣምላኽ ዝባላ ሓዊ እዩ ስለዚ ንሕና ዘይተንቀጥቅጥ መንግስቲ ንቕበል ካብ ኮናስ ንኣምላኽ ብዝሐጉሶ ቅዱስ ዝኾነ ምኽባርን ብፍርሃትን እናገልገልናዮ ነመስግን